ነስመራ ምስ መጸኹ ክድውለለይ ከሎ ዋላ ንዑ ይጋን ኮይኑ ግን ካብዚኣ ዓብ ዓብ ትምህርቲ ትረክብ ድሕር ዳኣ ደይ ተሓባቢርና ኩላትና ክንበጽሖ ከም ንኽእል እዩ ድርዳእክ ሕጂ ኣብዚ ኩሉ እቲ ኣርቲስት ክተሓባበር ኣሎ ኣብዚ ጥራሕ ምፅዓር ዘይኮነስ ወ ከዓ እም ቀደሞም ኣምባሳደራት ክኾኑን ኣለዎ ስለዚ ሕጂ ብዙሓት ኣርቲስት ውን ኣብ ስደት ስለ ዘለዉ ነቲ ፊልምታት ከዋዳድርዎ ናቶም ዋላ ውን ናይ ካልእ ናብቲ ናይ ውድድር ድገብሩ ውን በቲ ናቶም ዌብሳይት ድዩ ዋላ ገለስ ክሕብሩ ኣለዎም ማለት እዩ ከም ሓሳብ ጽቡቅ ዓይኖም ኣኸ ወትንሕና ንቅርቦ ስራሓት ኤፋር ኣርተፊሻል ስራሕ ኣይኮነን ናህና ገና ዘይተበርበረ ብዙሕ ስራሕት እዩ ዘለና ኣብዚ ዓዲ ነተን ቅድሜና ሚእቲ ዓመት ዝገበራሲ ንሕና ኣብ ውሽጢ ብዘን ሓጸርቲ ዓመትታት ኣብ ውሽጢ ሰላሳ ዓመት ኢና ንሕና ሓንቲ ኤርትራዊት ኮሜዲ ክነዕውት ክኢልና ሕጂ ኣብዚሲ ኣሎ ዘይተበርበረ ታሪኽ ኣለና ንሕና ዘይተኣሽሙ ኣለና ብዙሕ ተኣሽሙ ብዙሕ ስራሕት ጽበየና ኣሎ ንዓና ሕጂ እውን ተረዲካ ሕጂ ኣነ እውን ዝብል እዚ ዓወት እዚሲ ናህና ናይ ሓሙሽተ ናይ ሽዱሽተ ሰብ ኣይኮነን እዚ ናይ ሙሉእ ኤርትራዋ ኤርትራዊ ስነ ጥበበኛ እዩ እዚ ዓወት እዚ ናይ ሃገር ዓወት እዩ እዚ ዓወት እዚ ሕጂ ንሕና እንታይ ብዝበለጸ ሲ ቅዱስ ቅንኢ ሒዝና ክንምልስ ከም ዘለና ጥራሕ እዚ ኣነ ጥራሕ እዚ ኣያ ዝብላ ሕጂ ሲ እንድሕር ኩላህና ተደጋጊፍናስ ኣብ ካልእ ከም ንበጽሓና እየ ተኣማማኒ እያ
ማለተይ ሲ እንታይ እዩ እቲ ከምዚ ዓይኖማ ብሎ ዝፀንሐ ሲ ኣሎ እኮ እቲ ባይታ ተሳኢኑ ገለታት ገለመለ ይኮነ እንታይ እዩ እቲ ናትካ ኣጠማምታ እዩ እቲ ናትካ ኣጠማምታ እዩ ሕጂ ነብስኻ ኩሉ ግዜ እንድሕር ኣትሒትካ ትሪኣ ኮንካ ሲ ስራሓትካ ከዓ ከም ዝተሓት ኮይኑ ይስምዓካ ካብዚ ስራሕት እዚ ግን እንድሕር ርኢና ሲ እንታይ ኢኻ ክትብል ሕጂ ነብስኻ ክተትሕት ከምዘይ ተባቲሲ ቀሊል ስራሕ ንሰርሕ ከምዘየለና ይረኣየካ ሎማዓንቲ ናይ ሓጎስ ሓውና ስራሕ እዚኣ ንሰማዕ ኣለና ቅድሚ እኮ ናይ ዝተፈላለዩ ብፆትና መሳርሕትና ዓወታት እኮ ሰሚዕና ኢና ዝተፈላለዩ ስነ ጥበባዊ ናይ በዓል ወዲ ከዳድ እዩ ናይ በዓል መንያ ዝተፈላለዩ ስራሓት ሲ ኣብ ዝተፈላለዩ ውድድራት ሲ ቀዳማይ ወፅየን ከምዚ ወፅየን ትማናይ ትማል ምስ ተዘክሮ ናይ ማጭሎ ናይ በዓል ማይናስ ዘለዎ ርኢና ኮይና ሕጂ እንታይ ኢዩ ኢኻ ትብል ሕጂ ኤርትራዊ ሓሙስ ማዕረ ክንደይ በሪኹ ኣሎ ከምዛ ዓይነመይ ዝበሎ ሲ እዚ ዓወት እዚ ናህና ናይዞም ናይ ሓጎስ ሓውናን ናህናን ኣይኮነን ናይ ሙሉእ ኤርትራዊ ኣብ ስነ ጥበብ ዓለም ዘሎ ዓወት እዩ ኩይ ገይረ ኣነ ዝቆርጾ ምክንያቱ ኣብ ስነ ጥበብ ዓለም ስለ ዘለና ስለዚ ዓቅምና ገና ዘይተበርበረ ዓቅሚ ከም ዘለና ራእየካ ደቀቅቲ ነገራት ስራሓት ኢና ነናኣእስን ስራሓታት ለካ ኣብ ደገሲ ከምዚ ክሊክ ዝገብረን ሰባት ወይ ከዓ ፑሽ ዝገብረን ሰባት እንድሕር ረኺበንሲ ኣዝየን ብሉፃት ስራሓት እየን ዝስርሓ ዘለዋ ማለት እዩ ኢኻ ትብል ሕጂ ብሓቂ ልዕሊኡ ክንሰርሕ ከም ዘለና ሓላፍነት ተሰክመካ እዛ ስራሕ እዚኣ ንእግረ መንገደይ ምስኣ እንድሕር ሪኢኻያ ከዓ እንታይ ኢኻ ትብል ሓጎስ ኣብዚኣስ ንጓል ምስሌነሲ ንክወስድ እንታይ ኣምፅኢታ ኣዚዙ ኣንበሳ ቀቲልካ ምጻእ እዩ ተባሂሉ እዚ ሰብዚ ግን ኣብኡ ኮይኑ ግን ኣንበሳ ምጺልና
ኣንበሳ ረኪብና ኣለና ማለት እዩ ልክዕ ፅቡቅ ብጣዕሚ ፅቡቅ እሞ ብደረጃ ሆሊውድ ኢኹም ተሸሊምኩም ንቐፃሊ ከ እንታይ ሓላፍነት ተሰክሙኩም ሽልማት ኩሉ ግዜ ሰብ ክሽለም እንከሎ ናይታ ዝስርሓ ዓወት እንድያ ድሕሪ ዓወት ግን ብዙሕ ግዜ ዓወታት ኣሎ

ነብሲ ወከፍ ስነጥበባዊ ዝሰርሖ ዘሎ ስራሓት ውን ሲ እንታይ ክገብር ከም ዘለዎ እየ ታሽሙ ክገብር ዘለና ዝኮነ ስራሓት ዘለዎ ናይ ዝሰርሖ ዘሎ ስራሓት ሲ ኣናኣይ እሱ ከይሪኦ እቶም ንእሽተይ ተመኩሮ ጥሪና ዘለና ኣጥሪና ኣለና እቶም ተመኩሮ ዘይጥረዩ ዘለዉ ናእሽቱ ስነጥበባውያን ከኣ እቲ ዝሰርሕዎ ዘለዉ ስራሓት ኣናኣይሶም ከይጥምትዎ ዝዓበየ ስራሕ ምኳኑ ኢካ ሕጂ ንዕኦም ፑሽ እንዳገበርካ ንክትገብር ዝያዳ ንክተተባብዖም ንስኻ ከም ነብስኻ ከኣ ብሕጂ ዝመጽእ ዘሎ ስርሓት ውን ኣናኢስካ ከምዚ ንኸይትርእዮ ሓላፍነት የሰክመካ ኩሉ ስድራቤት ሓይሎም
ውን ንሱ ጠቂስዎ እንድዩ የማነ ሕጂስ ንሕናስ እንታይ መሰልካ መዓንጣ ናይ ሰጥ ኣብልናስ መሊስናሲ ንሃዲ ክንውስኽ ከም ዘለና ጥራሕ እየ ንዝብል ግን እዚ እንታይ ከም ዝብለካ ዝጸናሕኩ ቅዱስ ቅንኢ ኣሕዲርና ኣብ ነንሕድሕድና ተወዳዳሪ እንዳኾና ብሉጽ ብሉጽ ስርሓት እንዳቕረብና ነታ ሃገርስ ክነጸውዓ ንክእል ኣለና ሃገር ብዝተፈላለየ መንገዲ ትጽዋዕ እዩ ብኣትሌት ትጽዋዕ እዩ ብብሽክለታ ትጽዋዕ እዩ ብስነ ጥበብ ትጽዋዕ እዩ ብዙ ምስ ኤርትራ ክትጽዋዕ ክትክእል ኣለዋ ኣብ ዝኾነ ሰዓት ኣነ እዚኣ ጥራሕ ትብል ኣለኹ
ኢሎም እዮም ኣዝዩ ከቢድ ሸኽም ንኽእሎ ጥራሕ ግበረና ብርግፅ ከዓ ክንክእሎ ኢና
ኣዋ ኢሎሞ እንዲም ድጋማ እያ ግን ኣታ ኢሎሞ ሕጂ ምባል ክብላ ሕሸኒ ካብ ኢሎሞ ሲ ኢልኩሞ ኢኹም ግን እንታይ እዚ እዚ እዚ ጾር እዩ ከቢድ ጾር እዩ ሽልማት ኮይኑ ስማዕና ኮይኑ ግን ሸኸም ሸኸም ናይ መን እንተልካ ከዓ ሸኸም ናይ ሃገር እዩ ተሰኪምናዮ ኢና ዘለና ሕጂ ብንግድዐና ተሰከምናዮ መሊስና ደኣ ሰኸም ወሲኽና እንደገና ከነበርኽ ዳይ ዘለና እምበር ንድሕሪ ጠሚትና ንድሕሪት ንድሕሪ ንጉተት ኮይና ደድሓዝናዮ እዚ ክኸውን ዘይብሉ እዩ እዚኣ እዚ መበገሲትና እያ መበገሲትና መወዳእታና ኣይኮነት መበገሲት እያ ግን ኣብ ካልእ ከም ንበፅሕ ከዓ ከምዛ ዝበለ ዓይኖም ግን ቅዱስ ቆነ ጌርና ኩልና ተዋሰእቲ ማለት እዩ ኩልና ተዋሰእቲ እዞም ኣብ ኮሜዲ ብሕልፊ ንነጥፍ እንድሕር ኮይና ቅዱስ ቅኔ ኣሕቢርካ ሓቢርካ ኣብ ሓባር ስራሕ ስንድሕር ተሰሪሑ ዘይዕውተሉ መንገዲ የለን ዋናይ ኩስተባ ከምዚ ሕቆ ምስ ሃቦ ከምዚ ዘይኮነ ብሓባር ይህን ምሂን ኢልካ ተመያይጥካ እንድሕር ኣቢልካ እሱ ይትፀሩ ልዕሊያ እውን ክንከይድና ማለት እዩ ንዓናስ ባብ ከምዚ በሪ ማዕፀያ ከፊታ ዘላ እዚኣ ንሄልውድስ ሕጂ ኣኳሕኪሕና ኣቲናዮ ዘለና ንመጀመርያ ግዜ እቲ ካልእ ብካልእ እዩ ተዓዊቱ ዘሎ እዚኣ ግን ናይ ሄልውድ እዩ ብደረጃ ሄልውድ ንመጀመርያ ግዜ እዩ ዝኣቱ ዘሎ እዚ ሕጂ እዚኣ መንገዲ እያ ከፊታ ዘላ ኳሕኲሓ ኳሕኲሓ እንድሕር ትኣቱላ ግን ንድሕሪ ቁሊሕ ክንብል የብልናን እየ ዝብል ኣነ ምክንያቱ ተሓባቢርና ኣብዚ ዘለና ኣብ ውሽጢ ዘለና ኣብዚ ዘለና ኣብ ሕልፊ ሕልፊ ኣብ ውሽጢ ኤርትራ ንርከብ ኤርትራውያን ኮሜድያን ንበሃል ብሓባር እንድሕር ኮይና ሰሪሕና ዝበለፀ ስራሕ ከም ዝሰርሕ ፍሉጥ እዩ እዚኣ ጥራይ ክብል
እወ ሕጂ ሓጎስ ኣብቲ መጀመርታ ምስ ፍረ ምስ መጻኹ ክድውለለይ ከሎ ዋላ ንዑ ይጋን ኮይኑ ግን ካብዚኣ ዓብ ዓብ ዓብ ትምህርቲ ትረክብ ድሕር ድኣ ደይ ተሓባቢርና ኩላትና ክንበጽሖ ከም ንኽእል እዩ ድርዳእክ ሕጂ ኣብዚ ኩሉ እቲ ኣርቲስት ክተሓባበር ኣሎ ኣብዚ ጥራሕ ምጽዓር ዘይኮነስ ወይ ከዓ ከም ቀደሞም ከም ኣምባሳደራት ክኾኑና ኣለዎ ስለዚ ሕጂ ብዙሓት ኣርቲስት ውን ኣብ ስደት ስለ ዘለዉ ነቲ ፊልምታት ከዋዳድርዎ ናቶም ዋላ ውን ናይ ካልእ ናብቲ ናይ ውድድር ድገብሩ ውን በቲ ናቶም ዌብሳይት ድዩ ዋላ ገለስ ክሕብሩ ኣለዎም ማለት እዩ ከመሓሰብ ጽቡቅ ዓይኖም ኣኸ ወትንሕና ንቅርቦ ስራሓት ኤፋር ኣርተፊሻል ስራሕ ኣይኮነን ናህና ገና ዘይተበርበረ ብዙሕ ስራሕት እዩ ዘለና ኣብዚ ዓዲ ነዘን ቅድሜና ሚእቲ ዓመት ዝገበራሲ ንሕና ኣብ ውሽጢ ብዘን ሓፀርቲ ዓመት ኣብ ውሽጢ እዚ ሰላሳ ዓመት ኢና ንሕና ሓንቲ ኤርትራዊት ኮሜዲ ክነዕውት ክኢልና ሕጂ ኣብዚ ሲ ኣሎ ዘይተበርበረ ታሪክ ኣለና ንሕና ዘይተዕሽሙ ኣለና ብዙሕ ተዕሽሙ ብዙሕ ስራሕት ፅበየና ኣሎ ንዓና ሕጂ እውን ተረዲእካ ሕጂ ኣነ እውን ዝብል እዚ ዓወት እዚ ሲ ናህና ናይ ሓሙሽተ ናይ ሽዱሽተ ሰብ ኣይኮነን እዚ ናይ ሙሉእ ኤርትራዋ ኤርትራዊ ስነ ጥበበኛ እዩ እዚ ዓወት እዚ ናይ ሃገር ዓወት እዩ እዚ ዓወት እዚ ሕጂ ንሕና እንታይ ብዝበለጸ ሲ ቅዱስ ቅንኢ ሒዝና ክንምልስ ከም ዘለና ጥራሕ እዚ ኣነ ጥራሕ እዚ ኣያ ዝብላ ሕጂ ሲ እንድሕር ኩላህና ተደጋጊፍናስ ኣብ ካልእ ከም ዝበጽሓና እየ ተኣማማኒ እያ
ማለተይ ሲ እንታይ እቲ ከምዚ ዓይኖማ ብሎት ሰናሲ ኣሎ እኮ እቲ ባይታ ተሳኢኑ ገለታት ገለመለ ይኮነ እንታይ እቲ ናትካ ኣጠማምታ እዩ ናትካ ኣጠማምታ እዩ ሕጂ ነብስኻ ኩሉ ግዜ እንድሕር ኣትሒትካ ትሪኣ ኮንካ ሲ ስራሓትካ ከዓ ከም ዝተሓት ኮይኑ ይስምዓካ ካብዚ ስራሕቲ እዚ ግን እንድሕር ርኢና ሲ እንታይ ኢኻ ክትብል ነብስኻ ክተትሕት ከምዘይብልካ ማለት እቲ ቀሊል ስራሕ ንሰርሕ ከምዘየለና ይረኣየካ ሎሚ መዓልቲ ናይ ሓጎስ ሓውና ስራሕ እዚኣ ንሰማዕ ኣለና ቅድሚ እኮ ናይ ዝተፈላለዩ ብፆትና መሳርሕትና ዓወታት እኮ ሰሚዕና ኢና ዝተፈላለዩ ስነ ጥበባዊ ናይ በዓል ወዱ ከዳድዩ ናይ በዓል መንያ ዝተፈላለዩ ስራሓት ሲ ኣብ ዝተፈላለዩ ውድድራት ሲ ቀዳማይ ወፅየን ከምዚ ወፅየን ተማናይ ትማር ምስ ተዘክሮ ናይ ማጭሎ ናይ በዓል ማይናስ ዘለዎ ርኢና ኮይና ሕጂ እንታይ ኢሉካ ትብል ሕጂ ኤርትራዊ ዓቕሙስ ማዕረ ክንደይ በሪኹ ኣሎ ከምዚ ዓይነ መን ዝበሎሲ እዚ ኣወት እዚ ናህና ናይዞም ናይ ሓጎስ ሓውናን ናህናን ኣይኮነን ናይ ሙሉእ ኤርትራዊ ኣብ ስነ ጥበብ ዓለም ዘሎ ዓወት እዩ ኮይገይረ እያ ነዚ ዝቆርፅዎ ምክንያቱ ኣብ ስነ ጥበብ ዓለም ስለ ዘለና ስለዚ ዓቕምና ገና ዘይተበርበረ ዓቕሚ ከም ዘለና ራእየካ ደቀቕቲ ነገራት ስራሓት ኢና ነናኣእስን ስራሓታት ለካ ኣብ ደገሲ ከምዚ ክሊክ ዝገብረን ሰባት ወይ ከኣ ፑሽ ዝገብረን ሰባት እንድሕር ረኺበንሲ ኣዝየን ብሉጻት ስራሓት እየን ዝስርሓ ዘለዋ ማለት እዩ ኢኻ ትብል ሕጂ ብሓቂ ልዕሊኡ ክንሰርሕ ከም ዘለና ሓላፍነት ተሰክመካ እዛ ስራሕ እዚኣ እግረ መንገደይ ምስኣ እንድሕር ርኢኻያ ከኣ እንታይ ኢኻ ትብል ሓጎስ ኣብዚኣስ ንጓል ምስሌነ ሲ ንክወስድ እንታይ ኣምፅኢ ተኣዚዙ ኣንበሳ ቀቲልካ ምፃእ እዩ ተባሂሉ እዚ ሰብ እዚ ግን ኣብኡ ኮይኑ ግን ኣንበሳ ምፅኢልና ኣንበሳ ረኪብና ኣለና ማለት እዩ ልክዕ ፅቡቅ ብጣዕሚ ፅቡቅ እሞ ብደረጃ ሆሊውድ ኢኹም ተሸሊምኩም ንቐፃሊ ከ እንታይ ሓላፍነት ተሰክምኩም ሽልማት ኩሉ ግዜ ሰብ ክሽለም እንከሎ ናይታ ዝስርሓ ዓወት እንድያ ድሕሪ ዓወት ግን ብዙሕ ግዜ ዓወታት ኣሎ

ነፍሲ ወከፍ ስነጥበባዊ ዝሰርሖ ዘሎ ስራሓት እውን እንታይ ክገብር ከም ዘለዎ እየ እታ ሽም ክገብር ዘለና ዝኾነ ስራሓት ዘለዎ ናይ ዝሰርሖ ዘሎ ስራሓት ኣናኣይ እሱ ከይሪኦ እቶም ንእሽተይ ተመክሮ ጥሪና ዘለና ኣጥሪና ኣለና እቶም ተመክሮ ዘይጥረዩ ዘለዉ ናእሽቱ ስነጥበባውያን ከዓ እቲ ዝሰርሕዎ ዘለዉ ስራሓት ኣናኣይሶም ከይጥምጥዎ ዝዓበየ ስራሕ ምዃኑ ኢኻ ሕጂ ንዕኦም ፑሽ እናገበርካ ንክትገብር ዝያዳ ንክተተባብዖም

ሃገር ብዝተፈላለየ መንገዲ ትጽዋዕ እዩ። ብኣትሌት ትጽዋዕ እዩ፣ ብብሽክለታ ትጽዋዕ እዩ፣ ብስነ ጥበብ ትጽዋዕ እዩ፣ ብዝኾነ ሳዕ ኤርትራሲ ክትጽዋዕ ክትክእል ኣለዋ ኣብ ዝኾነ ሰዓት። ኣነ እዚኣ ጥራሕ እየ ዝብል ኣነ። እዋይ ኢሎመ እዮም ኣዝዩ ከቢድ ሸኽም እዩ ንኽእሎ ጥራሕ ግበረና ብርግጽ ከኣ ክንክእሎ ኢና።
ኣዋ ኢሎሞ እንዲም ምድጋማ እያ ግን ኣታ ኢሎሞ ሕጂ ምባል ክብላ ሕሸኒ ካብ ኢሎሞ ሲ ኢልኩሞ ኢኹም ግን እንታይ እዚ እዚ እዚ ጾር እዩ ከቢድ ጾር እዩ ሽልማት ኮይኑ ስማዕና ክኸውን ግን ሸኸም ሸኸም ናይ መን እንተልካ ከዓ ሸኸም ናይ ሃገር እዩ ተሰኪምናዮ ኢና ዘለና ሕጂ ብንግድዕና ተሰከምናዮ መሊስና ደኣ ሰኸም ወሲኽና እንደገና ከነበርኽ ዳ ይደለና እምበር ንድሕሪ ጠሚትና ንድሕሪት ንድሕሪ ንጉተት ኮይና ደድሓዝናዮ እዚ ክኸውን ዘይብሉ እዩ እዚኣ እዚ መበገሲትና እያ መበገሲትና መወዳእታና ኣይኮነት መበገሲት እያ ግን ኣብ ካልእ ከም ንበፅሕ ከዓ ከምዛ ዝበለ ዓይኖም ግን ቅዱስ ቆነ ጌርና ኩልና ተዋሰእቲ ማለት እዩ ኩልና ተዋሰእቲ እዞም ኣብ ኮሜዲ ብሕልፊ ንነጥፍ እንድሕር ኮይና ቅዱስ ቅኔ ኣሕቢርካ ሓቢርካ ኣብ ሓባር ስራሕ ስንድሕር ተሰሪሑ ዘይዕውተሉ መንገዲ የለን ዋናይ ኩስተባ ከምዚ ሕቑኡ ምስ ሃቦ ከምዚ ዘይኮነ ብሓባር ይህን ምሂን ኢልካ ተመያይጥካ እንድሕር ኣቢልካ እሱ ይትፀሩ ልዕሊያ እውን ክንከይድና ማለት እዩ ንዓናስ ባብ ከምዚ በሪ ማዕፀያ ከፊታ ዘላ እዚኣ ንሄልውድስ ሕጂ እያ ኳሕኲሕና ኣቲናዮ ዘለና ንመጀመርያ ግዜ እቲ ካልእ ብካልእ እዩ ተዓዊቱ ዘሎ እዚኣ ግን ናይ ሄልውድ እዩ ብደረጃ ሄልውድ ንመጀመርያ ግዜ እዩ ዝኣቱ ዘሎ ሕጂ እዚኣ መንገዲ እያ ከፊታ ዘላ ኳሕኩሓ ኳሕኩሓ እንድሕር ትኣቱላ ግን ንድሕሪ ቁሊሕ ክንብል የብልናን እየ ዝብል ኣነ ምክንያቱ ተሓባቢርና ኣብዚ ዘለና ኣብ ውሽጢ ዘለና ኣብዚ ዘለና ኣብ ሕልፊ ሕልፊ ኣብ ውሽጢ ኤርትራ ንርከብ ኤርትራውያን ኮሜድያን ንበሃል ብሓባር እንድሕር ኮይና ሰሪሕና ዝበለፀ ስራሕ ከም ንሰርሕ ፍሉጥ እዩ እዚኣ ጥራይ እየ ክብል ዝኽእል ጨጎ ንገዲብ ሰነጥበኛ ሓጎስ ወልደገብርኤል ስዚኖ ኣዝዩ ዓቕሚ ደለዎ እዩ ብደረጃ ኮሜዲ እውን ዳርጋ ቅርስታት ናይ ክፍሎ ትፈልካ ልክዕ ከምዚ ሓደ ቅርሲ እዩ ኦ፣ ድሕሪ ገለ ዓመታት ሓድሽ ኮሜዲ ክፍጠሩ ከለዉ ንኣሹ እዚ ብልክዕ ናይ በዓል ስዚኖ ከም ሕጂ ናብኡ ጥራይ ኣይኮነን እታ ምስጋናይ ኣነ ዝያዳ ንኹሉ ብሓባር እየ ከመስግን ዝደሊ ነዞም መሳርሕቲ ኣብዚኣ ዘለዉ ምሳይ ዘለዉ ኣብ መገሻታት ዝርከቡን እንደገና ንካሜራማን ኤዲተር ሙዚቀኛ ተመስገን ክፍሌሱስ ንስቱድዮ ተስፊት ስቱድዮ ንዚ ብሓበሻ ንኩሎም ያታ ምስጋና ናይ ሓባር ቲም ወርክ እንድሕር ተሰሪሑ ንዕኦም ኢና ነመስግን ዝያዳ ንሓወስ ግን ከምቲ ሽምካ እንኳ ሓወሰካ እንኳዕ ሓጎሰና እዚ ብደረጃ ሃገር ማለት ከቢድ እዩ ቀሊል ኣይኮነ ብደረጃ ሃገር ተሸሊማ እንድሕር ዳ ተሰሚዕካስ እሞ ከዓ ብደረጃ ዓለም ሓንቲ ንእሽተይ ክንዲታ ኤርትራ እያ እታ ኮሜዲ እኮ ዓሰርተ ክልተ ደቂቃ ንእሽተይ እያ ግን ክንዲ ምንታይ ሽልማት እያ ወሲዳ ዘላ እንኳ ሓጎሰካ ሓጎስ ዓርከይ እዚ ከዓ ፍረ ፃዕሪ እዩ ነዊሕ ዓመት ልክዕ ናይ ዕስራን ገለን ዓመት ፃዕሪ እዩ እዚ ዝዓወት ናቱ ሕጅስ ዝግብኦ ሰብ እዩ ይግብኣካ እዩ ስለዚ ስንኳ ሓጎሰካ ክብሪ ረኺብካ ኣለኻ ክብረት ሃብካ ቀፅል ከዓ ስደደና ከዓ ከንዋሳ እዚኣ ከዓ በሎ
ሰብ ብኩሉ ፃዕሩ ፅቡቅ ተረከበስ ውህበት እግዚኣብሔር እንቋዕ ሓጎሰካ እንቋዕ ዝረኣየካ እንቋዕ ከዓ ሓጎሰና ንኩላትና ሓወሳብካ
ኡንስ እዩ ይብሎመን እዮም ሓጎስ ብጣዕሚ እዩ ጓሓጎስካ ፍረ ፃዕርኻ እዩ ክብሎ ዘሎ ኣነ ሓጎስ ፅዒሩ እዩ ለፊዑ እዩ ደኺመ ኣይበለን ተስፋ ኣይቆረፀን ኣብ ዓለም ንመቱ ሰብ ደሃሲ ተስፋ ምቑራፅ ጥራሕ እዩ ገሊኦም ኣሉ ጅምር ኣቢሎም ዝገድፎ ገሊኦም ኣሉ ከይዶም ከይዶም ዘቋርፁ ሓጎስ ግን ኣየቋረፀን ከምቲ ጭራ ነብሪ ኣይትሓዝ ምስ ሓስካኻ ኣይትድቀቕ ዝብሎ ሓጎስ ግን እታ ጭራ ሒዙ እዩ ተጓዒዙ

ኣጋጣሚ ሲ ሓጎስ ሲ ሓጎስ ሒዙ መፅኡ ድርብ ሓጎስ እዩ ፍረ ፃዕሩ ፍረ ኩሉ ነገሩ እዩ ስለዚ ንስነ ጥበብ ዝኸፈሎም መስዋእትታት ስዚኖ ቀሊል ኣይኮነ ኩላና ንፈልጦ ሓደ ግዜ ነብሲ ወከፍ ድስርሖ ስርሓት ብገንዘብ እንድሕር ዳኣ ለኪዕካዮሲ ናይ ኔገቲፍ ኔገቲፍ ዝኣትወሉ ግዜ ነይሩ እዋ እዩ። እዋ ዘይካ ቃላት ሳንቲም ወርቲ ዘይረኽበሉ በቃ ነቲ ሓደ ተዋሳኣይ ከይቅየሞ ክብል ካብ ትምጽኡ እዋ እዋ ንስኻ እዚኣ ናይ በቃ ናይ ንሻሂ ኣይተስተውዓላ እዚኣ ገለ እንዳበለሲ ኔገቲፍ እዩ ዝኸይድ ነይሩ እዋ እዋ ሕጂ እዛ ስራሕ እዚኣ ካብ ፍረ ጻዕሩ ድኻሙ ስለ ዝኾነት እንቋዕ ነዚ ንኽርኢ ዕድመን ጥዕናን ሃቦ ንሕና ከኣ ዳግም እንቋዕ ሓጎሰና ሓጎስኩልና።
እሙን እሞ የሙን ብፍሉይ ትዝክሮ ብዛ ስራሕ ደጋጠመኩም ክኸውን ይኽእል እዩ ተበሳኹም ወዲኹም ብኣካሉ ዋላ እንታይ እዩ ብፍሉይ ትዝክሮ ነገር ያሬድ እዩ ዝሕተተላ
ሓደ ሓደ ዘሲ ተመነ እሞ ኣምላኽ ስክበካ ፅቡቅ ነገር ተመነ እሞ ክበካ ፅቡቅ ተመነ ሽዑ ከም ምስ መፀሲ ኣቱም ሰብ እዚ ናይ ድራማ ኣንበሳ ክደሊ ክብልሲ ናይ ብሓቂ ኣንበሳ ከይመጾ እሞኒ ብኡብ ኢሉ ሂወቱ ከድሕንሲ ከይጠፍኣና ኢልና ንፈርሕ ነርና እቲ ፍሉይ ዘጋጠመና ካብተን ዝዝክረን ሓንቲ ክዛረብ ዚኣቶም ካዓበቱ ተዘከሩ ክኸኑ ነቲ በጊዕ ኣንበሳ ንክንገብሮ ዝሓለፈ ዳርጋ ክንደይ ክሻ ኢና ቀዲድና ዳርጋ ሓሙሽተ ናይ ሽዱሽተ ነቲ ክሳብ- በጊዕዎ እዎ፣ እዎ፣ እቲ ፋረ ፋረ ንክንገብሮ ነቲ በጊዕ ፋረ ንክኽደን ተባሂሉ ሲ በቂ ግለፎ ግዜ ዝጠፋኡ ቀሊል ኣይኮነን እ፣ ንዕኡ ኣብኡ ከምኡ ክንገብር ኣንበሳ እዚ ክንስሎ። ኣንብ- ኣንበሳ ክነምስሎ ወይ ንክነምስሎ ገታት ንብለካ በቲ ድሕሪት ዝነበሩ ኣብዑርና ከዓ ነቲ ጀዲድና ይበልዕዎ እዎ፣ እዎ። እዚኤን እተን ንዝክረን እተን እዚኣ በቃ ነቲ በጊዕ ፋረ ኣንበሳ ንክነብስሎ ዝነበረ ዝተወሰደ። ገድል ከቢድ እዩ ኦ። ኣይነማሃን ዋነ ብወገን ያነ ኣነ ንፍፁም ወዲ ሕፈርም ዳርጋ ገዲፍና መቐዲምና ኢና ተበጊስና ምስ ናህና ምስ ወዳና ነታ ኣብ ዓዲ ገዳ ማለት እዩ ንሶም ግን ናብቲ ዓዲ ክብሎ ትበሃል ዓዲ እዮም ኮይዶም ድሕሪ ኣብቲ በረኻታት ክኸዱ ከለዉ ንሕና ኣብ ፅርግያ ኢና ገዲፍናዮም ምክንያቱ ድሮ በዓል ስ- ድሮ በዓል ስለ ኣብ ዝነበረ ርእሲ ዝነበረ ዋ። እ፣ ፍጹም እ፣ እ፣ በጊዕ ኣይገዛእኩን ኢሉ ይሻቐል ነይሩ ሕጂ ነቲ በጊዕ ንኸርክብ ኣብኡ ኸድና ጥራይ ዳርጋ ሰዓት ኣርባዕተ እዩ ኮይኑ ኣብ ርእሲኻ ማይ ወቒዑ እዩ ሕጂ ነዚኦም ኣነ ከመስግኖም ዝደሊ ሽዑ ስንኳ ኣይሓመሙና እያ ትብል ም። ኩሎም ወላ ካሜራማን ወላ እቶም ዋው። እ፣ ኣክተራት ኣብኡ ነብሩ ምክንያቱ ማይ ወቒዑ እቲ ቦታ ቁሪ ነይሩ መኸ ቁርበት ጥራሕ እዮም ተኸዲኖም ግን ብሰላም ወጾም ኣነ ካብ ብጣዕሚ ኣብዚኣሲ ሕጉስ እየ ብጣዕሚ ብጣዕሚ እያ ትገርመኒ እዚኣ ዘይሓመሙና ትድኣሙ ፅቡቅ ምሕላፎም ከም ሰቦም
ተዘክሮ ሓደ ንፍቄ ክምርቆ ድየ ክረግሞ ሓንሓዲ ኢሎ
እንታይ ዓይነት ሕብሪ እዩ ለኪና ድሕሪ ምኻድ ኣል እዩ ዋዳ ነስመራ ክንኣቱ ኢና ሓፊርና ምኻድ ኣብ እዩ ኣፀሚትና ኢና ነስመራ ኣቲና ሰብ ከይርእየና ንፅባሕ ትገለ ቦያ ናይ ማዕፀ ይገርሎ ካልእ ዋላ ሕጂ ሓጎስታ ይገብር ክርትም ኢሉ ስዒቦ ኢታ ተወርቆስ ታፍላሓ ወይ ንዓኻ ድየ መሲለ ዶ ኣለኹ ብለኒ ዳሕራይ ባይ ንገድስ
ንዓኻ ድየ መሲለ ዶ ኣለኹ ጉሮ መሲለ ዶ ኣለታ ድሙ
እወ ብክንደይ ደኣ ከይዱ እንታይ ዘኪር ንመስለካ ዝዕሬታ

ምርቆ ይረግቦ ገለ ዝበለ ዝዘክር እዋ እንኳዕ ናይ ኮንኩ እንኳዕ ናይ ሸንኩሉ ድሓ እንኳዕ ናይ ሸንኩሉ ብዙሕ እዩ ኣነ ዝክሮ እንታይ ኣላ መሲልካ ሓደ ኣብታ ኣነ ታቱላ ዝነፍሓላ ናሕሲ ንክድይብ ብክንደይ ጋደ እየ ደይበ ያረድ እዩ ሰቂድን ነውሕ መዓት እዩ ሓደ ዘጋጠመና እሱ ማለት እዩ ካልኣይ ከዓኒ ኣብታ ኩብ እንታይ ያህልካ ዓዲ ኩብሎ ዓዲ ኩብሎ ዓዲ ኩብሎ ምስ ወረድና ኣብታ ሩባ ንሕና ይፈለጥና ሕጂ ምስ ወረድና ሓደ ሰብኣይ ኣብዑር ሒዙ መፅእ ንሕልፎ እዞም ደቂ ናበይ ኢኹም ብለና ኣብዚኣ ኮይና ስክንስእል ደሊና ድራማ ኣወ ፈልጠኩም ናይ ድራማ ምዃንኩም ገፅና ፈልጦ ፀኒሑ ግን እዚ ሰፈር ምንታይ ምዃኑ ትፈልጡ ዶ ብለና እንደ ይፈለጥናየን ኣብዚ ኮ ፃዕዳ ዝብኢ ኣለዎ መዓት ኣዛብእ ምስ በለናስ ከይመለስናሉ ኢና ሃዲምና ወኸይመለስናሉ ኢና ሃዲምና ፃዕዳ ዝብኢ ብቆትሪ ድመፅእ ብለና ብምንታይ ዳ ትፍውስዎ ተበልካ ሽዑ እንታይ ብለና ማይ ሰሓ ተማሊእኹም ዶ እዚ ቆራዕራዕ ኣለና ቆራዕራዕ ዳ እወ ናይ ግድን ኣብ ናይ ያረድ መካይን መኪና ኣላ ኣብ ናቱ መኪና ኣሎ ማይ ሰሓስ ከይንፀምእ ተማእላናዮ ነይሩ ንኩሉ ማይ ደፊእና ህይ እሞ እንታይ ክንገብሮ ኣብኡ ደራጉላ እትብሉ ፀፀር ወዲ ፀፀር ሽዑ ክደልዎ እሞ ጫሕጫሕ እንድሕር መፂኩም ጫሕጫሕ ዋ እንድሕር መፂና ንዓሚ ገርና ጫሕጫሕ ክነብር ሕዚ ክሓይኸና እንዲ ጫሕጫሕ ኢኹም ተብሉ ንብለን ኦ ሰብኣይ ስገለ ከምፀልና እዩ እንተ ሓጎስ እንታይ እዩ እታ ሳሰይቲ ዘይርሳዕ እንታይ ኣነ ሕጂ ሓሚመ እየ ነይረ ጋጣሚ ሸዓ እታ ራብዓይ ኣርባዕተ እዮም እዮም ነይሮም እቶም ሓጎስ ሃይ በገለለ ዝብሉ ኣንቲ እኮ እዩ ናይታ ክስታይ ነይርዋ ናይታ ኣነ ሒዘያ ዝነበርኩ ሕጂ ንዓ ፍቄ እተው ኣብሉ ኣንታ ወዲ ኣነ ኣብ ፀሓይ ከምዚ ጌርካ እንድሕር ሪኢኻ ኣበይ ሓሚማ ከም ዘለኹ ዝፍለጥ ዘሎ እታ ነብሲ ቅጥንላ ራያ ኣብ ምንታይ ሓሚማ ከም ዘለኹ ፀሓይ ከምዚኣ ተጌርካያ ከምዚ ናይ ራጂ ወረቐት እዩ በቃ ኤክስረይሳ በዛ ኣትያ በዚ እንዳወፀት ታቁርስ እንታይ ገይረካ ሓጎስ እዚኣ በፍፁም በልካ ሕንጥሾ ብል ኣለኹ ሑ ብል ኣለኹ ሽዑ ከዓ ዝገደደ እዩ ነይሩ እዚኣ በፍፁም ድሓር ኣንቲኮ ንዓን ዓይኑ ንኣንቲኮ ደፋፊኡ የእትዋ ኣንቲኮ እንዳተራገመ ምሳይ ምሳይ እንዳተራገመ እዚን ካብ ተደይ ርስዐ ሕጂ እውን ኣብ ዝተፈላለዩ ውድድራት ትወዳደር ከም ዘላ ሰሚዐ ኣለኹ ሓቂ ድዩ?
እወ ዝዓወታት ኣጋጣሚ ምስ ተረኽበ ኣብ ብዙሕ ውድድራት ኣሳቲፎማ ኣለው ካብኡ ኣብ ጥልያን ትወዳደር ኣላ ኣብ ናይ ቤኒዝያ ዝብል ናይ ኦስካር ውድድር ኣብ ሎንዶን ኣትያ ኣላ ተወዳዲራ ኣላ ኣብ ሂስተን ተወዳዲራ ኣላ ኣብ ዝተፈላለዩ ናሽናል ዋላ ኢንተርናሽናል ናይ ኮሜዲ ውድድራት ኣትያ ኣላ ብሕጂ ኣብ ሸሞንተ ወይ ኣብ ዓሰርተ ውድድራት ተሳቲፋ ኣላ። እቲ ውጽኢት ከኣ ክንርእዮ ኢና ማለት እዩ። ኣብ ኣሜሪካ ደለካ መደባት ቀጻሊ ከ እንታይ ደሎ ምዕራፍ ትብል ተኸታታሊ ፍሉም ዶንጊያ ከም ደላ ሰሚዐ ኣለኹ። ናይ ኣሜሪካ መደባት ሓደ ካብኡ ምዕራፍ እዩ። ብዙሕ እኳ እንተኾነ ናይ ኮሜድታት ሓደሽቲ ኮሜድታት መደባት ኣለኒ። እቲ። ዓዲ ብዙሕ ግዜ ደጋጊምናዮ ኢና ከየሰልቹ ዘንቀሳቅስ ኣይኮነን ጥበብ ንክትሰርሕ ዝቀስበካ ዓዲ ኣይኮነን ከቢድ ዓዲ እዩ ካብ ንግሆ ወጋሕታ ክሳብ ምሸት ሰሪሕኻ ትኣትወሉ ብድሕሪኡ ከኣ እቲ ግዜኻ ኣብ ንጥበብ ሓሊፉ ናብ ድቃስ ወይ ድኻምካ ናይ ምርጋፍ ትጓየየሉ እንተዘይኮይኑ ናብ ጥበብ ክትመፅእ ከቢድ ዕድል ዝበካ ኣይኮነን ግን በዚ ኮይኑ በቲ ክስራሕ እዩ ናይ ምዕራፍ ስለ ዘይተወደአት እያ ናይ ምዕራፍ ኣይተወደት ብዙሓት ይሓቱን እዮም ብቴሌፎን እንታይ እያ ኮይና እዛ ምዕራፍ እወ ተገይሩ ኣድቨርታይዝ ሽዑ ብጌጋ ስለ ዘይተወደአት ስለ ዘይተወደአት እንተትውደኣ ነይራ ፅቡቕ ነይሩ ዘይተወደአ ስራሕ ከዓ ከም ዘይተወደአ ወይ ዘይበሰለ ምግቢ እዩ ዘይበሰለ ምግቢ መቐረቱ ጽቡቕ ኣይኮነን፣ ጥዕና እውን ዝህብ ኣይኮነን። ስራሕ ከኣ ልክዕ ከምኡ ስለ ዘይተወደኸ ኣነ ከቕርቦ ኣይክእልን'የ፣ እሱ ከኣ ሓላፍነተይ'ዩ። ዘይተወድእ ስራሕ ናብ ኣውድየንስ ሒዝካ ትመጽእ፣ ኣኻኺብካ ካብትን ካብትን ምእንቲ ክውደኣልካ ሾዃዂዕኻ ብባላ ደጋጊፍካ ተምጽኦ፣ ሸዑ ናብ ዘይተደልየ ውርደት ትኣቱ። እንታይ ዝገበረ ተዓዛቢ እንታይ ዝገበረ እዝንን ዓይንን ተዓዛብን ኢኻ እሞ መጻወቲ ትገብሮ ኣትሊስ ንስኻ እኳ ዓጊብካ ወዲኻ ብድሕሪኡ ትፈቶ ኣይትፈቶ ብዘየገድስ ንስኻ ግን ትዘለካ ትጽንቀቕ ኣነስ ተዓቕመይ ጌረ እየ ናይ ተዓዛቢ ከኣ ሕጂ ይጽበ ክትብል ኣለካ እምበር ብጊዜኡ ወፊዩ ስርሑ ገዲፉ ካብታ ዘላቶ መጢኑ ክርእየካ እንዳኸደ ካብትን ካብትን ገፈጥ መፈጥ ሒዝካ ክትመጽእ ዘይነበረካ መለክዒ ዘይነበረካ ውርደት ጽቡቅ ኣይኮነን ኣብ ጥበብ ጉያ ጽቡቅ ኣይኮነን ጉያ ኣብ ስፖርት እያ ጥዕምቲ ኣብ ጉያ ቀልጢፉ ዝጎየ ቀልጢፉ ይኣቱ ኣብ ስነጥበፍ ከኣ ቀስ ኢሉ ዝጎየ ቀልጢፉ ይኣቱ ኣንጻር እዩ ስለዚ ህድእ ምባል ጽቡቅ እዩ ስለ ዘይተወደእ ከኣ ክቀርብ ኣይከኣለን ዝተወሰነ ውሑዳት ሲናት ኣለዋ ንሰን ምስ ኣጻፈፍና ናብ ህዝቢ ክነቅርባ ኢና። ሽዑ እቲ ውጽኢት ካብ ተዓዛቢና ከኣ ክንጽበ ኢና እምበር ይብሉ እዮም። ዋላ ዘይትጅምራ እሞ ጀምርዋ እሞ ንሳ እንዳኸደት ሽዑ እቲ ካልእ ትምልእዎ። ተዋሳኣይ እንተሓመመካ እንተገሸካኸ ሽዑ እንታይ ዝገበረ ተዓዛቢ ኣብ መንጎ ክትኮልፎ ካብ ኣብ መንጎ ምኹላፍ ከየቕረብካሱ ቀሓሽ ወዲኻ ክተቕርብ ይጽቡቕ ብዙሓት ተኸታታሊ ፊልሚ በኸምዚ ከሲረን። ብዙሓት ተኸታታሊ ፊልም መጻወቲ ግዚኡ ጌሮሞ ኢዮም ንተዓዛቢ ይጅምሩ ይቋረጽ ይጅምር ሰኪሑ ከማን ንተዓዛቢ ሕጂ ወዲእኻ ክትመጽእ ኣለካ እንታይ የጋጥመካ ኣይትፈልጥን ኢኻ ክትውድእ ተቅርብ ስለዚ ንሱ ኢዩ ምስ ተወድእት ከኣ ከቅርባ ኢየ ተስፋ ይገብር ማለት ኢዩ ካልእ መደባት ግን ብዙሕ መደባት ኢዩ ሓፈሻዊ መደብካ እንታይ ኢዩ? ማለት ካባኻ ብሕጂ ከ እንታይ ኢና ክንጽበ? ኣለኒ ብዙሕ ኮሜድታት ሙዚቁኡ ተወዲኡ ድምጺ ተመሊኡ ስእሊ ጥራይ ዝተረፈሉ ሓደሽቲ ኮሜድታት ኣሎ ሓደሽቲ ፊልምታት ኣሎ ገለ ኣብ ኣሜርካ ገለ ኣብ ኣፍሪቃ ዝስራሕ መደባት ውን ኣለኒ ኣብ በዓል ዛምብያ ወይ ኣብ ዩጋንዳ ዝስርሑ ፊልምታት ኣለውኒ ብኣጸሓሕፋም ነዊሕ ግዜ ዝወሰድኩሎም ዝደኸምኩሎም ዘጽናዕክዎም ጽሑፋት ውን ኣለውኒ ግን ከምቲ ዝበልኩኺ እዚ ዓዲ መሐሰዊ ዓዲ እዩ ክትገብር ዘዛርብ እምበር ኣብ ተግባር ብዙሕ ነገራት ጎታት ዘለካ እዩ ብዙሕ ጎታት ዘለዎ ዓዲ እዩ ንዑ መደባት ገይረሉ ኣለኹ እግዚኣብሔር እንድሕር ፈቂድዎ ኣብቲ ኣምላኽ ዝፈቀዶ እቲ ስራሕ ክፍፀም እዩ ማለት እዩ ግን ኩሉ ግዜ መዓልታዊ ንስራሕ ምስ ተዳለኹ እየ እቲ ፅሑፋት ተፃፊፉ ኩሉ ፕሮግራማት ተወዲኡ ነቲ ወረቐት ናይ ወረቐት ሓደ ክልተ ገልጠምጠም ውረድ ደይብ ስለ ዘሎ ትጽቢት ምዝናይ ኮሮናታት ገለ እሱ ኣብ ዝመጸሉ እዋን እቲ ናይ መገሻ ፍቓድ ወረቓቕቲ ንሱ ኣሳሊጠ ክ ናብቶም ስራሓተይ ዝሃርፎም ስራሓተይ ኣዝየ ዝሃርፎም ስራሓት ኣለዉ ንዓታቶም ክሰርሖም ኣብ ታህዋኺ እውን ዘለኹ ካብቲ ተዓዛቢ ንላዕሊ ኣነ ታህዊኸ ኣለኹ በእውነት ግን ዓለም ከምቲ ዝሓሰብካዮ ኣይኮነን። ኣምላኽ ከምቲ ዝፈቐዶ ስለ ዝኾነ እሱ ኣብ ዝተጻፈፈለይ መዓልቲ ክውደየ ምስቶም ዘፍቅሮም ተዓዘብተይ ከኣ በቲ ዘፍቅሮ ስራሕ ክራኸብ ደስ ዝብለኒ ትምኒት ከኣ ኣለኒ። ካልእ ኣብ ኣሜሪካን ኣብ ኣፍሪቃን እውን ዝስራሕ ስለ ዝኾነ ብዓይነት ካሜራን ኤዲቲን ንባዕሉ ቁሩብ ግፍሕ ክብል ኣለዎ ምስቲ ቦታ ስለ ዝበሃል ብደረጃ እቲ ናይ ማስተር ወይ እዚ ናይ ሚቲ ብዝብሃል ሕጂ ናይ ኦንላይን ዝግበር ዘሎ ነገራት ኩሉ እሱ እሱ ብፍላይ እሱ እኳ ስፋሕ ኣቢልና ክንገልጾ ስለ ዝኾንና እዚ ናይ ኦንላይን ሲነማ ናይ ሚቲቪ ዝግበር ዘሎ ገፊሕ ነገራት ንባዕሉ ንሱ ሓደ ዓብዪ ፕሮጀክት እዩ ስለዚ ኣብ ቀረባ ግዜ ብፍሉይ ስራሓት ንኣውዴንስ ብዘሐጉስ ስራሓት ክንመጽእ ኢና ዝብል ተስፋ ኣለኒ ስለዚ ንሶም ይመስሉ እቶም መደባትና እቲ መደብ ብዙሕ እዩ እቲ ዝፍጸም ግን በብቕሩብ እዩ ዘሎ ግን ኣብ መፈጸምቶም ክነብጽሖም ክንጽዕር ኢና ማለት እዩ ክንቃለስ ኢና ኣምላኽ ከኣ ይሓግዝ። እምበኣር ከ ናይ መወዳእታ ሕቶይ ኣብ መወዳእታ ክተመሓላልፎ ትደሊ መልእኽቲ ንኹሉ ሰብ ናይ መወዳእታ ዕድል ክበካ። ካልእ የቐንየለይ የቐንየለይ ናይ መወዳእታ ሓኔታይ ደራስን ጸሓፍን ስለ ዝኾንኩ ወይ ተዋሳእቲ ስለ ዝተሳተፍዋቶም ኣባላተይ ጥራይ ዘይኮነ ዓወት ናይቲ ኩሉ ምናልባት ተመስገን ሙዚቃ ተጻዊትዎ ተስፊት ሚክሲንግ ጌርዎ ያሬድ ኤዲት ጌርዎ ስኢልዎ ቡሽ ኣካያዲ ስራሕ ኮይኑ ኣልይዎ ሓጎስ ጽሒፍዎ ደሪስዎ ዘይኮነ ናይ ኩሎም ናይ ኩሉ ናይቲ ኣብዚ ዓውዲ ዘሎ ዓወት እዩ ብሽም ኩሎም ተዓዘብተይ እንቋዕ ሓጎሰኩም እንቋዕ ሓጎሰና ኣብ ዝተርፍ መጻኢ ስራሕና ከኣ ካብዚ ብዝበልጽ ዘጸውዕ ሕብረተሰብ ዘጸውዕ ባህሊ ዘጸውዕ ብሉጽ ስራሓት ሰሪሕና ክንቀርብ ተስፋ ይገብር ስለ ግዜኺ ብጣዕሚ የቐንየለይ ዲያና ሓፍተይ
ከምዚ ሪኢኹም ትፈልጡ ከምዚ ኣራዊት እዚ እንታይ ይበሃላኻ እንታይ እዚ እንታይ እዚ እምበሳ እንታይ ዓይነት ኮብላሊ ኣንበሳ እዩ እዚ እ? ዓደይ ኣሎ ትብሎ ናብ ዳዕሮ ይዘልል ዳዕሮ ኣሎ እንተበልካዮ ትሕቲ ጨዓ ይጸንሕ እንታይ እዩ እዚ እንታይ ኣራዊት እዩ እዚ ኮቦሮ ሂግ ተበልና ኣሎ ክፈርሕ ኢሉ ቐልቀል ኢሉስ እዛ ምስዕሳዕ እንታ እዛ ምስዕሳዕ ይልህየልኩም በገና ኣምጺና ግውግውግውግው ኣንታ ንዓ ጊውጊውጊውጊው ተበል ንኣሉ መጺኻ ቁጺጺጺጺጺጺጺጺ ኣንታ እዚ ታይ እዚ ቆለኛ። በቃ እንቋዕ ሓጎሰና ኣነ ሕጉስ እየ ካልኦት ስነ ጥበባውያን ከኣ ኣጆኹም እዚ ንዓና ሞራል እዩ እሞ በዚ ሞራል እዚ ተደጊፍና ከኣኒ ሰልዲ የብለይን ከይበልና ክዳን የብለይን ከይበልና ከምዚ ሃበኒ ከምዚ ግበረለይ ከይበልና ነዚ ክንቅጽሎ እየ ዝላቦ
ኣብ መወዳእታ እንኳዕ ሓጎሰና እንኳዕ ኣብቅዓና ማለት ዓበ ሓጎስ እዩ እዚ ሓጎስ ወይ እዚ ዓወት ናይ በይንና ሓጎስ ኣይኮነን ወይ ናይቶም ኣብታ ዝተዋስኣና ሓጎስ ኣይኮነን ናይ ሙሉእ ስነ ጥበባዊ ናይ ሙሉእ ህዝቢ ኤርትራ ማለት እዩ ንኩሉ ንኩሉ ህዝቢ ኤርትራ እንኳዕ ሓጎሰና ክብሎ ይደሊ መወዳእታ ማለት እዩ ኣብዚ ቦታ እዚ ተዓዋታይ ምዃንካ ሓጎስ መጀመርታ እንኳዕ ሞጎሰካ እንኳዕ ሓጎሰካ ብሙሉእኹም ከኣ ኣባላት ኣብዚኣ ቦታ እዚኣ ዝሰራሕኹም ኣብዛ ሓኔታይ ትብል ምዕዋትኩም ከኣ እንኳዕ ሓጎሰና ብሓፈሻ ጥቅልል ኣቢለ ንክዛረብ እንድሕር ኮይነ ከኣ ብሙሉእኹም ህዝቢ ኤርትራ እንኳዕ ሓጎሰካ እዚ ንብረት ናይ ህዝቢ ኤርትራ እዩ ማለት እዩ ካብ ሕጂ ንንዮ ንብረት ናይ ውልቀ ሰብ ናይ ገለ ኣይኮነን ንብረት ናይ ህዝቢ ኤርትራ ኮይኑ ማለት እዩ ተዓዊቱ ኣብ ኣዋርድ ናይ ሓንቲ ፍሊም ኤርትራዊት ፍሊም ክትበሃል ኮላስ ንኩላህና ነንእሸይሲ ይብጻሕና እዩ ወላ ኤኢንች ነንእሸይ ትብጻሕና እያ ኩሉኹም መላእ ተኸታተልቲ ናይ ኮሜዲ እንኳ ሓጎሰና እንኳ ሓጎሰካ ሓጎስ ከዓ ብጣዕሚ ሓጎሰይ ወሰን የብሉን በቃ ናይ መወዳእታ ከምዚ ኣብ ሂወተይ ተሓጒሰ ኣይፈልጥን እየ ዝተሓጎስኩለን ሂወታት ብዙሕ እንድዩ እዚኣ ከኣ እታ ዝለዓለ ነገር ከኣ ዝተሓጎስኩላ ነገር እያ I love you so much ብጣዕሚ ብጣዕሚ ተሓጒሰ። ዳርጋ ሕቶታተይ ወዲኤ ኣብ መወዳእታ ክተሕልፍዎ ትደልዩ መልእኽቲ ወይ ክትብልዎ ትደልዩ ከምኡ ውን ንመላእ ኣብዚ ስራሕ ዘሎ ኣሉታትና ናይ ስነ ጥበብ ሞያ ደለዉ ምክንያቱ እቲ ሽልማት ከምዝበልኩሞ ንኩሉ እዩ ትካልኩም ከምኡ ናብቲ ሽልማት ንዕኡ ዝበቅዕ ስራሕ ንክሰርሕ ትሕልፎ መልእኽቲ ተሎ ዕድልኩም ኦኬ ፅቡቅ ኣነ ብሓፈሻ ከዓ ነዚ ህዝቢ ኤርትራ ኣብ ደገን ኣብ ውሽጥን ዘሎ ኣብ ደገን ኣብ ውሽጥን ዝርከብ ህዝቢ ኤርትራ ብናትካ ሞራልን ብናትካ ኒሕን ብናትካ ሓቦን ኢና ኣብዚ ደረጃ እዚ በፂሕና እሞ ንኩልኩም ኣብ ውሽጥን ኣብ ግዳምን ዘለኩም እንኳዕ ሓጎሰኩም እንኳዕ ሓጎሰና ካልኣይ ከኣ ነዞም ብጾተይ ምሳይ ዝተዋስኡ ተዋስኦታት ንሕና ኮነ ንእሽተይ ኢና ተዋሲእና በዓል ታፍላዮም ዝበዝሕ ቁሪ ተወቂዖሞ ካልኣይ ንያረድ ቶለብርሃን ካሜራን ኤዲተርን ንተመስገን ክፍሌሱስ ኦርጋኒስት ንተስፊት ስቱድዮ ነዚኣቶም ከኣ ብልቢ እየ ደመስግን እንኳዕ ሓጎሰና እንኳዕ ሓጎስኩም ተዓወት እቲ ናይ እቲኣ ሰራሕቲ ጥራይ ዘይኮነ ተዓወት ናይ ህዝቢ ኤርትራ ናይ ብሙሉኡ ምኻኑ ብሓጎስ ክገልጸልኩም እፈቱ ዝያዳ ዝያዳ ከኣ ንሱዚንዮ እንኳዕ ድርብ ከም ሽምካ ሓጎስ ኮነልካ የቀንየልና።
ጥዑይ ገይሩ እንድዩ ገሊጹዋ ከይቃጥና።
ጥራይ እንታይ እዩ እዚ ዓወት እዚ ናህና ካብ ኮነ ናይ ሙሉእ ኤርትራዊ ናይ ሙሉእ ኤርትራዊ ስነጥበባዊ ዓወት ካብ ኮነ ማለት እዩ ሓደ ኩሉ ሰብ ከምቲ ንሕና ተሓጎስናዮ ዘለና ሓጎሱ ገልጽ ስለ ዘሎ እቲ ሰብውን ንሓጎስ እንኳዕ ሓጎሰካ ክብሎ ንደሊ ማለት እዩ ስለዚ ነብሲ ወከፍ ኤርትራዊ ኣብ ነብሲ ወከፍ ንኸዶ ገዛውቲ ክምስገኑ ስለ ዘለዎም እየ ከልዕላታ ኣብ ዝኸድካዮ ኣብ ኤርትራ ኣብ ዝኸድካዮ ዓዲ ኣብ ዝኸድካዮ ገዛ ከምዚኣ ክንስዕል ደሊና ከምዚኣ ክንገብር ደሊና ተልካዮ ሰብሲ ሳንቲም ዕውርቲ ይሓተካን ሓዳሩን ናብርኡን ገዲፎም እዮም ገዝኦም ንብረቶም ኩሉ ዝቡና ስለዚ እዞም ሰባት እዚኣቶም ከዓ እሳቶም እዮም ናብዚ ደረጃ እዚ ብፅሖምና ዘለዎም እውን እሳቶም ከዓ ንክምስገኑ በዚ መንገዲ እግረ መንገድና ማለት እዩ ፅቡቅ ድርብ ዓወት እዩ ጓሓጎሰና ንኩልና እሞ ክቡራት ተኸታተልቲ ከምዚ ክትሪእዎ ዝፀናሕኹም እዩ እንኳዕ ሓጎሰና ንኩላን ንመላእ ህዝቢ ኤርትራ እቲ ሽልማት እቲ ዓወት ንኹላና ስለ ዝኾነ ንኹላና እንኳዕ ሓጎሰና ብፍሉይ ከኣ ንኹሉኹም እንኳዕ ሓጎሰኩም ከምኡውን ሓጎስ ወልደገብርኤል ገዲም ስነጥበኛ እንኳዕ ሓጎሰካ ሓጎስ ኮሜዳዊ ጥራይ ኣይኮነን ሓጎስ ዘንብዐካ እዩ ሓደ ኮሜዳዊ የስሓቀካ ጥራይ እዩ ሓጎስ ግን እንድሕር ደኣ በዓል እሙን ኣርቲስታ ርኢኻዮ ኣብተን ዝሰርሓ ፊልምታት እንተ ርኢኻዮ የንብዐካ የስሓቀካ ክልቲኡ ብልክዕ ሓጎስ ብሙሉእ ፊልምታቱ ሕጂ እውን ተተወዳድሮ ኣነ ሚእቲ ካብ ሚእቲ ከእወ ትኽእል ሓንቲ ስለ ደዋዳደረ እዩ እምበር ሕጂ እውን ሳብታይትል እቲ ንድሕር ኣወዳዲሮ ኣነ ርግፀኛ ክኸው ትኽእል ምክንያቱ ኩሉ ፊልምታቱ ኣዝዩ ሰሓቢ ጥራሕ ብዓይኒ ኮሜዲ ዝያዳ ስለ ንርእና እምበር ሙሉእ ፊልምታቱ እኳ ትስሕቕ ትሕጎስ ኩሉ ኢኻ ኩሉ ትስምዒት ኣብ ሓንቲ ፊልም ሂቡ ይድህበካ ስለዚ እንኳዕ ሓጎሰካ ክብል ይፈቱ ቅድሚ ዕፃውና ግን ሽልማት ስለ ዘሎ ክሳብ መወዳእታ መደብ ሰቐ ሓራይ ክቡራት ተኸታተልቲ ሲዚኖ ሴዶና ሎተን ሽልማት ሰነጥበኛ የማነ መብራህቱ ወዲ ጊንዳዕ ካልኣይቲ ሰነጥበኛ ስዒድ መሓመድብርሃን፣ ዓይኖመ፣ ሳልሰይቲ ሰነጥበኛ ስምኦን በየነ፣ ታፍላ፣ ራብዐይቲ ሰነጥበኛ ፍቓደ ትኩእ፣ ፍቄ፣ ከምኡውን ሰነጥበኛ ያሬድ ተወልደብርሃን፣ ካሜራ፣ ኤዲት፣ ባዕለይ ዶ ሕዘሉ ኣላ ሞነ ተዓዘብትና ሪእዎን ኣውፅኦን ሰርቲፊኬት

እሞ ክቡራት ተኸታተልቲ ዝጸንሐና ሓጺር መደብ ብምኽንያት ሓኔታ ኣብዚ ወዲእና ኣለና። ኣብ ካልእ ዓወት የራኽበና። ጓለይ ዝደሊ ትእዛዛተይ ከማልእ ይግደድ እዩ። ኧረ ፍቓድኩም ይኹን ጐይታና ምስሌነ ፍቓድኩም ይኹን ፍቓድኩም ይኹን እወ። በረኻ ዓዲ ወፊርካ ኣንበሳ ቀቲልካ።